እግዚኣብሔር ኣምላኽ ይመስገን ሎም መዓልቲ ካብ መልእክቲ እብራውያን ምዕራፍ 12 ኢና ክንርኢ ካብ ቁፅሪ ኣርባዕተ ጀሚረ ከንብቦ መልእክቲ ዕብራውያን ምዕራፍ ዓሰርተ ክልተ ካብ ቁፅሪ ኣርባዕተ ጀሚረ ክንብቦ ምስ ሓጢኣት ምቅላስኩም ገና ክሳዕ ኣብ ደም እትበፅሑ ኣይተቃወምኩሞን እቲ ከም ንውሉድ ገይሩ ወደየ እግዚኣብሄር ነዘፍቅሮ ይቐፅዖ እዩ እሞ ነዚ ቅበሎ ዘበለ ውሉዱን ይገርፎ ስለዚ ክጽዓት ጎይታ ኣይትንዓቕ እንተገንሓካ ውን ሕልናኻ ኣይተዕርብ ኢሉ ዝዛረበኩም ዘሎ ምዕዶ ኸኣ ረሲዕኩምዎ ኣለኹም ቅጽዓት እንተዓገዝኩም ኣምላክ ከም ውሉድ ገሩ ይርእየኩም እዩ ኣቡኡ ዘይቀጽዖ ከንታዋይ ውሉድ እዩ ብዘይካ ኩሎም ዝሓብሩላ ቅጽዓት እንተኾንኩም ግና ደቓሉ እምበር ውሉድ ኣይኮንኩምን ኣብ ርእሲ እዚ እውን ዝቐጽዑና ኣቦታት ስጋና ካብ ዝነብሩና እሞ ካብ እንሓፍሮም ብህይወት ምእንቲ ክንነብርሲ ነቲ ኣቦ መናፍስቲ ኣዚና ክንእዘዘዶ ኣይግብኣናን። እቲኣቶምሲ ንቑሩብ መዓልትታት ከም እተራእዮም ገይሮም ክቐጽዑና ንሱ ግና ካብ ቅድስንኡ ምእንቲ ክንማቐል ኢሉ ንጥቕምና እዩ ዝቐጽዓና። ቅጽዓት ዘበለስ ንግዚኡ ንጓሂ እምበር ንሓጎስ ከም ዘይከውን ኣይመስልን እዩ። ዳሕራዩ ግና ነቶም ዝለመድዎ ናይ ሰላም ፍረ ጽርቂ እዩ ዝፈሪ። ምእንቲ እዚ ነቲ ንዘርጋሕጋሕ ዝብላ ኣእዳውን ወለል ዝብለን ዝበላ ዝበለን ኣብራኽን ኣቕንዕወን ይብለና። ንጸሊ። እግዚኣብሔር ኣምላኬ ንቃልካ ባዕልኻ ሕለፎ ንስጋን ደምን ስልጣን ኣይትሃብ። ቃልካ እግዚኣብሔር ኣቦየ ንህዝብኻ ይኹን ንዓይ ከኣ ይኹን። ሚእቲ ሱሳ ሰላሳ ከም ቃልካ የፍሪ እግዚኣብሔር ኣምላኬ ንስካ ተዛረብ ህዝብካ ካዓ ፈውሲ ይርከብ ወኣምላክ ተረዲእዎ ይእቶ ይውፃእ ንቃልካ እግዚኣብሔር ኣምላኬ እንኾ ይገዛእ ቃልካ ጎይታ እዚ ህዝቢ እዚ ይኹን ወኣቦየ በዚ ቃል እዚ እግዚኣብሔር ኣምላክ ህዝብካ እንተተመሪሑ ኣይክደክምን ኣይክሕለልን መንገዱ ኩሉ ካኣ ኣብ ኣቦየ ብሰላም ይኣቱ ወጽእ ክብሪ ኩሉ ንዓካ ይኩን ብስም የሱስ ኣሜን ኣሜን ኣርእስትና ቅጽዓት ዝብል መቅጽዓቲ ወይ ካኣ ቅጽዓት ዝብል እዩ እዛ ኣርእስቲ ከመይ ገይሩ መጽኡልካ እንተልኩምኒ ቅሩብ ሓደ ክልተ ሰሙን ኸውን እዩ ኣብቲ ገዛና ኣብቲ ማለት ምስ ደቅና ንዘራረብ ኔርና እንታይ እየ ዝብል ሕቶ እዩ መጺኡ ንወድናሲ ኣይትቀጽዖን ኢኻ ዝብል ዘረባ መጺኡ ደሓር ከመይ ደኣ ኣይትቀጽዖን ደኣ ዝበሃል ኢሊ ን ኣይ ከም ዘይትቀጽዖ ንፈልጥ ኣለና እንታይ ኣላዕላታ እዚኣ ኢልኩም ተሓሲብኩምኒ እንታይ ኢለ እሞ ን ወደይ ኢለ ዕበ እሞ ዕብይ ምስ በልካ ችኮላቶ ገዝኣልካ ኢለዮ ኣይበልናን ዶ ተባሂሉ እንታይ እቲ ዕላማ ንወልድና ንወድና እንታይ ገብሮ እዩ ከበሽቅጦ እዩ ከበላሽዎ እዩ ዝብል ዘረባ መፅዩ ሕጂ ኣነ እዚ ብዙሕ ሓሲበሉ ዋ ኢለ ከተበሽቅጦ ኢኻ እወ ዝሓተቶ ኩሉ ክትግብረሉ ኢኻ ድሓር ብርዝደይ ናተይ ኮይኑካ ቆብዕ ገዚኦምለይ ሓንቲ ቆብዕ ርኹማ እንትኹም ገና ኣይፈልጥን ግራንድፓ ኩሉ ነገር ገብር እዩ ዝብል እዩ ግራንድፓ ውልዱ ኤቭሪቲንግ ይብል ድሓር ኣነስ ወይኩን ኢለ ሽዑ ገሪሙኒ ኣይገርመኩምን ዳሓር ሓሲበሉ ሓሲበሉ ኣጸቢቑ ሓሲበሉ ወላ ክሳዕ ሎሚ ንጉ ሓስበሉ ነይረ እዚ ቆልዓ እንተበዲሉስ ክሃርሞ ድየ ኣሃርሞን እየ ኤለሲ ይሓስብ ነይረ ድሓር ደቂ ሳራ ከዓ ሓሲበ ተንኪፍዮም ኣምተንከፍኩም ከዓ ኢለ ወይ ጉድ ድሓር ነኖ ቀፀ እምበር ኖ ኣይቀፀን እባ ኢለ እማ ከዓ ከመይ ገይረ ቀፅዖ ምክንያቱ ሲ ዋእ ከመይ ጌረ ክቐጽዖ ድኣ እሞ ንዓኣ ድኣ ከመይ ጌርካ እዚ ኩሉ ትቐጽዓ ኔርካ ድኣ ከኣ ኢሉ ሰብኣያ ማለት እዩ ዋእ ንሳ ናተይ እያ ንሳ ናተይ እያ ኣዋዲ የብለይን ማለት እዩ ንሱ ግን ወድኹም እዩ ድሓር ገለ እንተኮይኑ ገለ ዝሰቡ ክተምፅሉ ኢኹም ኢሉ እዮም ኣይበልናን ዶ ኣይበልናን ዶ ተባሂሉ ሽዑ ገሪሙኒ ዳሕራይ ሓሲበሉ ሓሲበሉ ገሪሙኒ እግዚኣብሔር ኣባ ሓጎ ኣይኮነን ኣይገርመኩምን እንታይ ዳዩ እግዚኣብሔር ኣቦ እዩ ስለዚ ኣቦ ስለ ዘለና ስሙ ይኽበር እግዚኣብሔር ነፍሱ ክፍና ክርእየና ከሎሲ ከመይ ዝርእየና ከም ደቁ ሓደ ብ ክንዲ ኩላህና ግና በኹሪ ኮይኑ። ኣይገርመኩምን? እዚ እቲ እቲ መልእክተይ ማለት እዩ። እግዚኣብሔር እንታይ እዩ? ኣቦ እዩ። ስለዚ ነፍሲ ወከፍና ከም ውሉዱ ስለ ዝርእየና ከም ውሉዱ ከዓ ንካ እንታይ ገብረና የዕብየና ከም ውልኡን ቀፅዓና መሰል ኣለዎ። ስለዚ ኣብ መንብቦ ኣቦሓጎን ኣንበጎ ኣቦ ወድን ኣቦ ምዃንንስ በቃ ለካ ፍልልይ ኣሎ። ኣይገርመኩምን? ኣብ መንጎ ጎረቤት ምዃንን ኣብ መንጎ ከዓ ኣቦ ምዃንን ፍልልይ ኣሎ። ስለዚ ኣቦ ስለ ዘለና እግዚኣብሔር ኣምላኽ መስገን ያ ደጋጊመ ተዛሪበ ኣለኹ እዚኣ እውን ኣይተሰልችዋ ክዛረባ እየ ኣነ ኣቦ ስለ ዘይረኣኹ ክዓቢ ከለኹ ሓጓፍ ኣብ ህይወቲ ብጣዕሚ ዓቢ ክሰ ነይርዎ ወላ ተቐጺዐ እኳ ክንደይ ግዜ በርብረ ተዓጢነ ክንደይ ግዜ እሞ በርበረ ተዓጢነ ኣረ ካብኡ ካብኡ ዝገደደ እውን ተቐጺዐ ኣለኹ ኣይሰርሕን ኣቦ ዝብል ነገር ግን ሓደ ቫኪም ነይሩ ህይወተይ ሓንቲ መዓልቲ ግና ወርሒ ኣፕሪል ናይንቲን ሲክስቲ ሰቨን እዝክራ እየ እታ ሰዓት እቲ ናይ ብሓቂ ኣቦ ኣምላኽ ዘላለም ረኺበዮ ካብኡ ንድሓር ዓለም ትገልበጥ ነገር ወላ ይጥመ ወላ ይፅገብ ዘይገድሰኒ ሰዓት በፂሑ ወላ ከርተት መሕደሪ ስኢነ እዳዝን ማተር ኣብ ደገ ሰላም ሓድር ነይር ኩሉ ሰብ ምስ ከደ ኣብኡ ድሕሪ ተሪፈ ኣብቲ ክሳይ ኣብቲ ከምዚ ድክተ ነይሩ ብርክ ዝበለ ነበረ ኣብ ውሽጡ ኢለ ይሓድር ኣይኮርኳሓኒ ይብለኒ እንዳ ሓሰር ከይደ ይሓድር ነይረ ኣይፀገመንን ኣይፈርሓኩን ምስ ሓሰረ ኩሉ ቤት ትምህርቲ ከይደ ኣለኹ ነቲ ብሓቂ ዝኾነ ኣምላኽ ኣቦ ዘለኣለም ምስ ረኸብክዎሲ ተወዲኡ ኣይገርመኩምን? ስለዚ እግዚኣብሔር ኣቦሓጎ ይኹን እምበረ ኣቦሓጎታት መበሽቀቲ እዮም ለካ ኢለ ኣነ ግን ይቃለስ ኣለኹ እጂ ይክሰስ ኣለኹ ግን ኣቦ ክኸውን ከም ዘይክእል ግን ተረዲኡኒ ኣሎ እቲ ጆን ሃጊ ዝበሃል ሰብኣይ ወዱ ሓደ ግዜ ክሰብእ ከሎ ሰሚዕኩም እንተ ኮንኩም እንተ ኢሉ ኣብ ኣይ ቴን እንዳኸድና ከለና ሲ ይብል ኣብቲ ፍሪወይ መኪና ጠጠው ኣቢሉ ወጺኡ ሲ ይገርፈና ነይሩ ኣቦና ኢሎም ደቅና ሕጂ ከኣ ወላ ክብሽቅጡ እንተደልዮም ናበይ ከዱ ናብኡ ከዱ ፍልልይ ኣለዎ ማለት ስለዚ እግዚኣብሄር እንታይ እንታይ እዩ ኣቦ እዩ ኣምላኽ ባረኽ ክትሕበነሉ ዝግባእ፣ ልብኻ ክመልኣሉ ዝግባእ፣ ክትዓርፈሉ ዝግባእ፣ ደኺምካ ክትጽግዓሉ ትኽእል፣ ዘይፈርድ ዘይዕዘብ ኣቦ ስለ ዘለና ያ በዚ ክንሕጎስ ዝግባኣና እዩ። ኣምላኽ ይባረኽ። እምበኣረይ እዚ ጸሓፊ ናይ ዕብራውያን እንታይ ኢሉ? እንታይ ኢሉና ኣሎ? ኣቦ ስለ ዝኾነ እንታይ ይገብር ኢልዎ? ይቐጽዕ። ሕጂ እቲ ይቐጽዕ ዝብል ዘረባ ብትግርኛና ክሳየ ቁሩብ ነጋቲቭ ዝኾነ ክሳየ ዘሎ ሓቀይ ዶ? ነጋቲቭ ዝኾነ ክሳየ ዘሎ ንምንታይ መስለኩም? ነጋቲቭ ዝገብሮ እንታይ እዩ? ማህረምቲ ጥራሕ ኢና ንፈልጥ ሓቀይ ዶ? መቕጻዕቲ ማለት ማህረምቲ ከምኡ ሪኦ ከምኡ ከትፈልጥ ከል መቕጻዕቲ ትፈልጥ ዲያ መቕጻዕቲ ካል ኣሎ ኣሎ ዝኾነ ኮይኑ ግና ንዓኻ ዝሕመካ ነገር ይኮነ ዝሕመካ ነገር እዩ ኣብዚኣ ተጻሒፋ ዘላ መቕጻዕቲ ትብል ቃል ግና ኣብቲ እንግሊዝኛ ዲስፕሊን ብዝብል ቃል ተተርጒማ ኣላ ኣብቲ በኩሪ ጽሑፍ ካንኻ ፓየድያ ትብል ቃል እየን ተጠቒመን ዘለዋ ማለት እዩ ኣብቲ ናይ እንግሊዝ እታ መቕጻዕቲ ትብል እንታያ ድስፕሊን ዝብል ቃል እያ ድስፕሊን ከንታይ ማለት እዩ ማህረምቲ ድዩ ድስፕሊን እንታይ የጠቓልል ድስፕሊን እንታይ እንታይ የጠቓልል ስርዓት ፅቡቕ ካልእ እንታይ የጠቓልል ምስልጣን መንገዲ ምርኣይ ምዕባይ ምምካር ወዘተ ወዘተ የመልክት። እዚ ነቶም እዙዛት ዝኸውን መቕጻዕቲ እዩ። ንዘይእዙዛት ግና ብቋንቋ እንግሊዝ እንታይ ትብል ኣሎ ካልእ ቃል ካልእ ቃል እንታይ ኣሎ ፓኒሽመንት ዝበሃል ቃል ኣላ ኦኬ እዎ ኣብ መንጎ ፓኒሽመንትን ኣብ መንጎ ዲስፕሊን ብጣዕሚ ፍልልይ ኣሎ ሓቂ እንዴ ፓኒሽ ትገብሮ እንታይ እዩ እንታይ ዓይነት ሰብ እዩ እዎ ክስድድ ዝደለ ስደት ክኸውን ዝደለ ዝደለ ሰብ ማለት እዩ ከተሕምሙ እንተደሊኻ ኢኻ ፓኒሽ ዝገብሮ ንሰብ ዲስፕሊን ክትገብሮ እንተ ኮንካ ግና እንታይ እዩ እንታይ ዝገብሮ ኢኻ ማለት እዩ ክተዕብዮ ኣብ ካልእ ደረጃ ክተብፅሖ ተሳግሮ ከምኡ ኢኻ ትገብሮ ስለዚ ወላዲ እዚ ባህሪ ዘለዎ ማለት እዩ እንታይ ባህሪ ኣሎ ማለት እዩ ናይ ምምካር ናይ ምዕባየ ናይ ምስልጣን ወዘተ ወዘተ ኣሎ ንዚ ሓንቀቕ እንታይ ትገብሮ ንዚ ሓንቀቕ እሞ ምስማዕ ዝዓበየ እንታይ ትገብሮ እዎ ትቕንጡ ተብሎ ክተሕምሞ ትስምዖ እንተ ሃቂዶ ኣይምለስን እየ ዝበለ ናይ መለስ እነ ስለ ዝበለ እንተትገብሮ ትቑንጦ ባይዘወይ ኣነ ይቑንጡ እየ ኣይትቖንጡ ብኢድኩም ገለ ብሉ ግን መፅሓፍ ቅዱስ ግና ብኢድ ካህረም ዝብል ገለ የለን ሸወጥ እዩ ዝብል ሓቂ ዶ እዎ ሸወጥ ስላዕ ግን ካብ ስላዕ ዝገድድ እውን ካልእ ኣሎ ክትቀፅዓሉ ትኽእል መንገድታት ኣሎ እሱ ንሓውና ኪሮስ ኢና ክንሓቶ ማለት እዩ ኦኬ ዶ ኣሲ ኣነ ኣይኮንኩም ዛዕባኡ ክዛረብ ኣብቲ ፓኒሽመንት ዝብል ነገር እንተ ከየልና ወይ ከዓ ኣብዚ ዓይነት ኣቀፃፅዓ እዚ ነቲ ዝቐፅዕን ነቲ ዝቕፅዓን ውሉድ እንተኮይኑ እንታይ ገብር እዩ ንክልተ ይምሐሞም ትማሊ ምስ ሓደ ሓው ንዛረብ ነርና ሲ ኣነ ቆልዓ ምህራም ገለስ ይሃምን ገለ ኢሉ ግን እንታይ ኢሉ ወደይ ይድይብ ኣብ ሓደ በቲ ሓደ ወገን ተሪኻ ሸለው ፀድፊ ኢልዎ በቃ ድሓር ንጊረ ንጊረ ይሰምዐን ሕጂ ሕምም ኣቢለ ፓኒሽ ገይረ ይሄ ኢሉ ሕጂ ንሱ በኺ ኣነ ከምሱ በኺ ኢሉ ነገር እዚ ወላዲ ኣቀዶ እዚ እንታይ እዩ ወላዲ እዩ ንውሉድ ስለ ዝሓረቕካ ክትሃቦም ትኽእል ኢኻ እዚ ሕኔኻ ተውፅእ ናትካ ሕርቃን ኢኻ ተውፅኣሉ ዘለኻ እምበሪ ነቲ ውላድ ክጠቕሞ ዝኽእል ወላ ሓንቲ ነገር የለን እቲ ወላዲ እቲ ናይ እግዚኣብሄር ሰብ ግና ምስሊ ኣምላኽ ዘለዎ ወላዲ ግና እንታይ ዝገብር ይመክር እዩ ክሳዕ ዝኣክል ይመክር መንገዲ ይርኢ ኣርኣያ ይኸውን ግዜ ይህብ ድሓር እቲ ውላድ ግን ኣርሒቑ ክመፅ ዘለዎ ነገር ስለዘይርኢ ሰዓብን ከም ዘለዎ ስለዘይርኢ ግድን እንታይ ከድልዮ እዩ ምፃ ከድልዮ እዩ እዚ እዩ እቲ ፍልልይ። ኣብዚ ሃገር እቲ ዘሕዝነኒ ዝረኣኹዎ ሕጂ እውን ለካ ትማሊ ምስ ሓንቲ ክዛረብ ምስ ሓንቲ ክዛረብ ከለኹ ኣብ ካብ ኤርትራ ዝመጸት ክንዛረብ ከለና የዕልላ ነይረ ብዛዕባ እዚ ናይዚ ሃገር ዘሎ ጸገም ናይ ወለድ ናይ ወለዶታትን ውሉድን ዘሎ ጸገም መዛረባ ነይረ ከዛረባ ከሎ እንታይ ሃለ ኦ ኢላኒ ፓስተር ኣብ ዓድና እውን ከምኡ እዩ ዘሎ ሓንቲ ኢላኒ ደቂ ክልተ ዓመት ከይዶም ከስሱኻ ኢላኒ

ሕጂ ምስ ሰበይተይ ዘለና ባእሲ እንታይ እዩ እዚኣ ክትብልዓ እያ ንዓኻ ኢላ እንተዘይገዲፋተለይ ኣይበልዓን እየ ሓቂ ምሽ ከመይ እያ ቅድሚ ሰለስተ መዓልቲ በቃ ሓሪቓ ንዓኻ ብቐይሕ እፅሕፈልካ ሕጂ ኢልሃኒ ሕራይ ብቀይሕ ቀይሕ እየ ፅሕፈልካ ሕራይ እ ማለት ተሓሊልዋ እንድዩ ሕጂ ኣብ ውሽጥኻ እዩ እምበድድ ኮይኑ ዝነብር ማለት እዩ ኣርስዓኒ ሕጂ ኣብዚ ዓዲ ግና እንታይ ኮይኑ መስለኩም ክነግረኩም ዶ ቆልዑትና ዕሩኽ መሊኦሞ እዮም ሓቂ ዶ ኣብ ቤት ትምህርቲ ወለዲ ድም ዘለዎም ኣብ ቤት ትምህርቲ ወለዲ ኣለዎም ኣብ ቤት ትምህርቲ እንታይ እዮም ዘለዎም ቤት ትምህርቲ ዕሩኽ ኣብ ገዛኸ እንታይ ኣለዎም ኣብ ገዛኸ እንታይ ኣለዎም ንኖ ዕሩኽ እዮም ዘለዎም መብዝሕትኡ ኣነ ክሪኦ ከለኹ ኣነ ብዛዕባ እዚ ንዓይ ምንም ነገር ቻለንጅ ገሩ ይትኽእሉ ምክንያቱ ነበርክዎ ዝፈልጦ እዩ ኣብ ክንድኦም ኮይኖም ዝማገዙኻ ኩሎም ወለዲ ኣብ ዓድና ከኣ ከምኡ ምዃኑ ብጣዕሚ የሕዝነኒ። እዛ ሓብቲ ክተረድኣኒ ከላ ትማሊ ንሳ እውን ኣይኮነን ካልእ እውን ሓደ ሓው መጺኡ የረድኣና ነይሩ ሓደ መዓልቲ ዝግበር ዘሎ ኣብቲ ዓዲ ዓለም እያ እንታይ ኮይና ጨንያ ዘላ ሬ ሪኹም ዶ ምልእቲ ዓለም እያ ጨንያ ዘላ ኣብ ገዛና ከዓ ከምኡ ከይኸውን ተስፋ ገብር ኣብ ገዛና እውን ከምኡ ከይኸውን ተስፋ ገብር ንውላድካ እንታይ በሎ፣ በታ ዝኸደላ መንገዲ እንታይ ግበሮ፣ ኣርእዮ። ምስ ዓበየ እንታይ ገብራን እዩ ለኩም ኣለኹ ወደ ሰብዓ ዓመት ኣነ ኣይርስዓን ሕጂ እዚኣ ኣይርስዓን እታ ኮነታ ኣይርስዓ ሰዓት ኣይርስዑ ኣይርስዓን ጠቂማትኒ ዶ እወ ምስ ሰበይተይ ተባእስንላ ግን ሶ ኬ ፋይን ገንዘብ እንዳ ኣማተይ ግና ኣልዒለ ኣይፈልጥን ሎሚ ተባሂለ ዝከረኒ እም እንጀራ ብስልጣንካ ትበልዕ ጽባሕ እንቋቑሖ ትስረቕ ድሕሪኡ እም ደርሆ ትስረቕ ዳሕራይ ብዕራይ ሰሪቕካ ትመጽእ እታ ተባሃልኩ ኣይዛረብ ዘለኹ እታ ተባሃልኩ ትጠቅም ስለዚ ንሕና ኣዕሩኽ ወለዲ ደቅና ዲናስ ወለዲ ኢና ንሕና ኣዕሩኽ ምዃን ዓርክኻ እንታይ ይብለካ ዓርክኻ እንታይ ትብለካ መብርሃ ብለካ ፅቡቅ ፅቡቅ ንግዲ ብለካ ግን ክሕግዘካ ደሊ ኣጆካ ይብለካ ዝገበርናዮ ኣሎ ምሽ ኣሎ ምስ ኣዕሩኽትና ኮይና ዝገበርናዮ ብዙሕ ነገር ኣሎ ካብ ሓሙሻይ ናብ ሻድሻይ ክንሓልፍ ከለና ዓርከይ ተሪፉ ኣነ ሓሊፈ ንሱ ተሪፉ ከመይ ጌርና ገዛ ክንኣቱ ጸገም የለን ኢለ ጸገም የለን እንታይ ከመይ ጌረ ንኣቱ ጸገም የለን ኢለ እዋ ካብ ራብዓይ ናብ ሓሙሻይ ዝሓለፍካሉ ባጀላ ምጻእ የልዮ ኣንጺዋ ላማ ናይ ሓሙሽተ ሳንቲም ላማ ሓዳስ ላማ ብላ ሓሙሽተ ሳንቲም ክዝና ሕኽ ካቢልና ሓሙሻይ ናብ ሻድሻይ ኣገርና ገዛናት ኢና ክንደይ ነገር እሞ ክንደይ ነገር እሞ ዘይተገብረ ክንደይ ነገር ኣቲና ብሰላም ኣቲና ሓሊኩም ሓሊኩም ተባህሉ ፌስታ ኮይኑ ተሓጒስና ተወዲያ ፀገሙ ዘሎ ግን መስከረም ክትመፅእ ናይ ዓርኪ ነገር እዚ ጸገሙ ነዊሕ ኣይኽኢልን እዩ ግርማ ኣይገርመኩም ኣሎ ሓቂ ግን ሽዑ ድውሑጣ ድሓደ ግና እንታይ ትገብረካ ተኹርዓካ እያ ኣምላኽ ባራ ዓርከይ ድሕሪኡ ኣይተምሃረን ተወዲኣ ኣይተምሃረን ክምሃር ኣይክእል ከመይ ገይሩ መስከረም ካብቲ ክምለስ ኣይክእልኒ ስለዚ እንታይ ተባሂሉ ሽዑ ኣነ ሕጂ ኢሉ ዓበይቲ ኢና ነርና ከዓ ማለት ንኣሽ ኮና ኮና ዓበይትና ሽዑ ኣነ ሕጂ ኢልዎ ንቤተሰቡ ስራሕ ክሰርሕ ደሊ ኢልዎ እዎ ዓርከይ ስራሕ ደኣ ስራሕ እንታይ ደኣ እሞ ኣዲስ ኣበባ ከይድ ኣዲስ ኣበባ ኣዲስ ኣበባ ከይዱ ስርሑ ጀሚሩ ማለት እዩ ማለት እዚ ኣብዚ ቅዱሳን ብቅዱስ ተወልደ ወዲ ደለቀመሽ ወላ ሓንቲ ኣበሳ ዘይብል ይኮ ክንደይ ነገር ኣምላኽ መስገን ግና ኢየሱስ ክርስቶስ ምጽእ ኢሉ ስብርብር ያ ሕጂ ክትርእዩና ከለኹም ኣይ መላእክቲ ኣታ ከምዚ ከምዚ ኣብዚ ትድኩል እባ ኣሎ ኣምላኽ ባሮ ግና ደም ኢየሱስ ክርስቶስ ግና እንታይ ገይርዎ መስለኩም ካልእ ገይርዎ ጌታ ይባረኽ ስለዚ ዕርኳ እንታይ ኣብ ዝገብርካ እንትለካ ውይ እንታይ እምባታ ብሰንኪ ዕሩትና ዝገበርናየስ ክንደይ ነገር እሞ ሕጂ ጨርጭካ ዘይውዳእ ዓርኪ ንጽባሕ ዝኸውን ነገር ኣይኮነን መብዝሕትኡ ግዜ ዝርእየካ። ወላዲ ግና ድሕሪ ክንደይ ዓመት፣ ኩሉ ወላዲ ናይ ብሓቂ ወላዲ እንተ ኮይኑ ውላዱ ካብኡ ዝሓሸ ናብራ፣ ካብኡ ዝዓበየ ናብራ፣ ካብኡ ዝበለጸ ናብራ ክነብር እዩ ዝደልዮ። ካልኣይ ግዜኻ ክደግም እቲ ንሱ ዝተገበሮ ጌጋ ክደግሞ ኣይደልን እዩ። ሓቂ ዶ? ስለዚ እዩ እቲ ባእሲ ዝመጽእ። ኣነ እርግጠኛ ሎሚ ይዛረብ ኣለኹ ንብዙሓት ሰባት ብዙሓት ኣብዚ እንታይ ኣለኹም ዕሩኽ ደቅኹም ኣለኹም ሎሚ ግና ይልምልመኩም ኣለኹ ስም የሱስ ክርስቶስ ወለዲ ኩኑ ምስ መማህራኖም ኮድኩም ኣይተካትዑ ሓደ ካብ ሽሕ ወይ ከዓ ድሓን ሓደ ካብ ሓሙሽተ ሚእቲ መምህር ዝኸውን ክፉእ it doesn't matter ግን at the end of the day ውላድኩም እዩ ዘገድስ እዚኣ እግረ መንገዲ ክብላ ሓል እፈቱ ኣረዶ እወ እታ ትምህርቲ ግን ብዛዕባ እንታይ መስለኩም ብዛዕባ እግዚኣብሔር እያ እ፣ እቲ ንቐፅዓሉ መንገዲ መቸስ ብዙሕ ዓይነት መንገዲ ክኸውን ይኽእል እዩ እ፣ ዝለመድዎ ነገር ብምክላእ ክኸውን ይኽእል እዩ። ታይም ኣውት ዲኹም ትብልዎ፣ ታይም ኣውት ምግባር ድዩ ዋተቨር። ምቕፃዕ ናይ መን ስራሕ እዩ? ምቕፃዕ ናይ መን ስራሕ እዩ? ካብ ወለዲ ኸ ናይ መን እዩ? ኣነ ኮንኩ ዘሎ መፅሓፍ ቅዱስ እዩ ዘሎ ናይ መን ይብሎ ኣሎ? ናይ ኣቦ እዩ። ስለዚ ኣቦ እንተዘይብሎ ኣብቲ ገዛ ኸ እንታይ ትኾኑ? ያ ቴክ ኦቨር ቴክ ኦቨር እተው ሲንግል ማዘር ትዳ ኣሎ ኮይኑ እተው ክትተሃረርሙ ግድን የድልየኩም እዩ መንገዲ ምርኣይ ፍቕሪ ምርኣይ ኖ እዚያስ የተዋፅኣካን እያ እዚያስ ከምዚኣ እያ ፍልልይ ኣሎ እዚ ቶኒ ኤቨንስ ዝብሃል ሰብኣይ ክሰብኽ ከሎ ሓደ መዓልቲ ሰሚዐዮ ኣለኹ። ወዳ ወዲ ዓሰርተ ሽዱሽተ ዓመት ሰበይቲ ኣሸጊርዋ ክትጽለል ደልያ ደሓር ናባና ኣምጽኣቶ ኢሉ ኣምጽዋ ኣምጽኣቶ ነቶም ዲከንስ ዘለዎ ጸዊዐ ወሲድኩም ኣዛረብዎ ኢሎም ኢላ ካልኣይ መዓልቲ ኢሎሞ ንሳቶም ከኣ ነዴኻ እንተዘየኺብርካያ ዝበለትካ እንተ ሰሚዕካ ከምዚኣ እንተ ዘይኮንካ እንታይ ወይለኻ የለኻን ኢሎሞ ወዲ ካብ እንድሃር መልኣኽ ኣደ ፍቕሪ እንዲ ኩሉ ነገራታ ወላ ትበኣስ ወላ ተብል ኣዘ ኤንድ ኦፍ ዘ ደይ ትለማመድ እያ ምስ ውላዳ ኣቦ ግን እግዚኣብሔር ክፈጥሮ ከሎ ዲስፕሊን ክገብር እዩ ፈጢርዎ ኣይትጋገዩ ኣነ ይኮን ክብል ዘሎ ቃል ኣምላኽ እዩ ዝብሎ ከምኡ ሎሚ እንታይ ኣለኩም እቲ ኣብ ሓጢኣት ኣብ ገነት ዝወደቐ ሰብ ፀገም ኣሎ ሰበይቲ ንሰብኣያ ክትመልኽ ሰብኣይካ ንሰበይቱ ክመልኽ ኣብኡ እዩ ቃልሲ ዝካየድ ዘሎ እዚ ግን ሓሳብ ኣምላኽ ኣይነበርን ካብ መጀመርያ ውድቀት ዘምፀ ሕማም ኦርደር ኣሎ ገዛ እዚኣ እግረ መንገደይ ቁሩብ ትንክፍ ኣቢለ ክሓልፍ ስለ ዝደለኹ እየ። ሕራይ የኽለና ዶ ሳብ ኣብዚ ዶ ኣኽለና የኽለና ሕዝሕዝ ብፅሑ ከይፀልኡኒ ኣብቲ መንፈሳዊ ዓለም ንምፃእ ምቕፃዕ ንምንታይ ኣድለየ? ወላ ኣብ ስጋዊ ዓለም እውን ምቕፃዕ ስለምንታይ ኣድለየ? እንታይ ንምንታይ የድሊ መቕፃዕ መቕፃዕቲ ስለምንታይ የድሊ ወላ ንውላድካ ትቐፅዖ ሲ ቃሕ ስለ ዝብለካ ዲኻ ትቐጽዖ? ኣይኮነን። ምቕጻዕ ዘድለየ እንታይ ስለ ዘሎ እዩ? ምዕባይ ስለ ዘሎ እዩ። ምዕባይ ስለ ዘሎ ኣቦታት እንታይ ኢሎም ኣሎ ቆልዓ እንታይ ኢሎሞ ቆርበት ካብ እንታይ ብርሕሱ ቆርበት ምስ ነቐፀ እንታይ ትገብሮ እንዳኻ ትገብሮ ነዛ ወይ ካና ክላባት ትህቦም እንተዘይኮይኑ ዋላ ሓንቲ ኣቕማካን ማለት ቆረባብዓ ኢሉ ኦም ተኪሉ እንተዘይ ኣብዩ እንታይ ክትገብሮ ትኽእል? እንታይ ክትገብሮ ትኽእል? ኦም ክትዓቢ ከላሲ እንታይ ትገብራ? እንታይ ትገብራ? ትኽ ኣቢልካ ተዕብያ ከም ድላይካ። ዶክተር ገብርኤል ምስለ ክዛረብ ስምዓኹዎ ኣቦይ ተኸላ ክስታይ ኩኽ ከምኣ ድየ ሰሚዐ ዶክተር ኣሎ ካል ኣብዚ ኣሎ ዶ ወይ ከድካ ናላ ኣብዚ ምባረ እረ ኣቦይ ዘዕብያ ኩካል ጽላል ከመይ ገይሩ ጽላል ከም ዘዕብያ ከም ሓቀይ ድየ ዛገጋገየ ኣሎ ያ ልክዕ ኣሎ ዳ ኣባ ካብዚ ኦኬ ኦኬ ንሱ ክዛረብ ከሎ ሰሚዐ ዛረበት ንሳ ያ እታ ኦምሲ ከምኣ ገይሮም ዕብዮሞ ዓብያ ከምኡ ኢላ ብዙሕ ካ ትፈሪ ነይራ ኢሎማ ቅድሚ መቅጻዕቲ እንታይ እዩ ክራይቴርያ ቅድሚ መቅጻዕቲ እንታይ የድሊ እንታይ ኣሎ ክራይቴርያ እንታይ ክኸውን ዘሎ ትምህርቲ ኢንስትራክሽን ስለምንታይ ንስኻ ንኣዋልድካ ክትቀፅዕስን እንታይ የድልየካ ንምንታይ ክትፅቕጥቐዐን ዋይ ከጋግያ ከጋጋ ንምንታይ እንታይ ስለምንታይ ከጋግያ ጌጋ ጌጋ ስለ ዝኾነ ፅቡቅ እዎ ቅድሚ ኩሉ ግና ቅድሚ ኩሉ ኮነ ቃል ምዝራብካሲ እንታይ ቅድም ግባእ ቃል ክብላ ዓው ብልካ ዓው እስኪ በላ ሕጃ ኦኬ እወ ቅድሚ ዝኾነ ይኹን ንሰብ እንኳ ንቆልዓ ንሰብ እንተዘየፍቅርካዮ ኣይትዛረቦ ምክንያቱ ፍቅሪ ዘይብሉ ዘረባ ምቕባል ዘይብሉ ዘረባ እንታይ ይመስለኩም መጉዳእቲ ጥራሕ እዩ ዘምፅእ ንቆልዓኻ እንተዘየፍቂርካዮ ከምዘፍቀርካዮ ከኣ እንተዘይተረዲእዎ ከምዘፍቀርካዮ እንተዘይተረዲእዎ no matter what you do ዓመጽ ጥራይ ኢኻ ትምህሮ ዓመጽ ኢኻ ትምህሮ እምበር ኣምላኽ ከኣ እግዚኣብሔር ኣምላኽ ከኣ ንሰብ ዝቐጽዖ ማለት ዲስፕሊን ዝገብሮ ይዛረብ ዘለኹ እታ መቕጻዕቲ እዚኣ ኣብዚ ክንፈላለያ ኢና ዲስፕሊን ዝገብሮ ንምንታይ እዩ

ዲስፕሊን ክገብሮ እዩ እግዚኣብሔር ኣምላኽ ምባር ንቆልዓ እንታይ ትገብሮ ባ ንውሉድ እንታይ ንኣማኒ ተገብሮ እፀ ስለዚ ንስኻ ኸዓ ንውላድካ ክትቀፅዖ እንተ ኮንካ መጀመርያ እንታይ እዩ ቅድምታ ኣሎ ኣብ ውሽጥኻ እንታይ ክመልእ ኣለዎ ርህራየ ፍቕሪ ክመልእ ኣለዎ ከም ዝበልኩም ዝሓውሲ ንወዱ ሃሪሞስ ቀፅዕዎ ነው እቲ በኪ እቲ ከዓ በኪ ክልቲኦም በኪ ኣይገርምኹም ፍቕሪ እዚኣ ምርጫ ስለ ዘይብሉ እዩ በቃ ፍረ ነታ ዘይምዛዙ ስለ ዝርኢ ዘሎ እዩ ኣቦ እምበሪ ካርሞ ደልዩን ኣይኮነን ግን ክሰምዕ ስለ ዘይከኣለ ንዝሰምዕ ግና እንታይ ክትገብሮ ታርሞ ድኻ ንዝሰምዕ ሰብ ትዛረቦ ተመክሮ ተሪኦ በዚኣ ኢኻ ትኸይድ ትብሎ ኣይገርመኩም ንሰብ ተሪኦ ስለዚ ቅድሚ ዝኾነ ይኹን ነገር ምግባርና እንታይ ቅድም ኣለዎ? ፍቕሪ ዳዊት መሓወይ ከየፍቀርኩ ፍቕሪ ኣነስ ብዛዕባኻሲ ምንም ሓልዮ ዘይብለ እንተዛረበካ እንታይ እንታይ ኣትመፅእ ስለ ፀላእኒ እንታይ እዩ ደማ ተርባ ወላ ድላይ ካበል ወላ ወርቂ እንተስበካ ቃልሕ ኣይብለካን እዩ ወርቂ እኳ ይህበካ ንምሃብስ ግን እሱ ሲሳቅ ይሃብካ ጆክ ጌታ ይባረክ ስለዚ ወደየ ኢልዎ ከምቲ ኣቦ ንዘፍቅሮ ወልዱ ዝቐፅዖ ከምኡ ከዓ እግዚኣብሄር ንዘፍቅሮ እንታይ ገብሮ እዩ እሞ እንታይ ኢልዎ ተግሳፅ ይብላ ኣሎ ተግሳጽ ንስኻ ድስፕሊን ዝብል ቃል እዩ ትትርጉም ዘሎ እግዚኣብሔር እንታይ ድግበር ኣይትንዓቕ እንተ ቐጽዓካ ወይ ከዓ ድስፕሊን ተግበረካኻ እንታይ ትኹን ኣይትመረር ድስፕሊን ማለት እንታይ ማለት እዩ ናብ ሓደ ነገር ክትበፅሕ እንታይ ምግባር እዩ ትሬን ምግባር ማለት እዩ መንገዲ ምርኣይ ያ ኣያየ ኣብ ሓወይ ማለት እዩ ኣያይ ኮምብሽታቶ ቆልዓ ኮይነ መኪና ከመይ ገይረ ክሳገር ከም ዘለኒ ኣርእዩኒ ክሳዕ ሎም ይጥቀመላ ኣለኹ በዚኣ ኢደይ ሒዙ ሒዙኒ እንታይ ኢሉኒ በዚኣ ጠመት ኢሉኒ ሃራይ እንታይ መኪና ትመጽእ ኣላ የላን እምባረይ ንኸይድ ኢሉኒ ኣብዚኣ ምስ በጻሕካ በዚኣ ጠመት ኢሉኒ በዚኣ ትመጽእ ኣይመጽእን ኩሉ ግዜ ሕጂ ወላ ክሳገር ከለኹ ክሳዕ ክጅውን እታ ፕሪንስፕል እቲኣ ምሳይ ኣላ ኣይገርመኩምን ንርእዮም ኢና ንንኣሽቱ እንታይ ንገብሮም ንርእዮም እንተፍቂርናዮም ከዓ ከም ዘፍቅርናዮም እንተፈልጦም ካን ከዓ ናይ ብሓቂ ቀበሉና እዮም ሕረዶ ኣሕዋተይ እያ ኣምላኽ ባራ ከምኡ ከዓ እግዚኣብሄር እንታይ ገብር ዲስፕሊን ይገብረና ንምንታይ ክንዓቢ ስለ ዝደልየና ኣብ ዝለዓለ ደረጃ ክንበፅሕ ስለ ዝደልየና መንፈሳውያን ኣባጽዕ ክንከውን ስለ ዝደልየና ኣምላኽ ሓረይ ዶ ድሓር እንታይ ኢሉ ኣሎ ምሳሌ እንደገና ከምኡ ዓሰርተ ሰለስተ እንታይ ኢሉ ኣሎ ብሸቦ ዘይገርፎ ንውልዱ ይጸልኦ ኢሉ ዘፍቅሮ ግን ኣንጊሁ እንታይ ገብሮ ይቐጽዖ ጸሓፋይ ዕብራውያን ግን ደጊሙ እንታይ ይብላ ኣሎ? ነቲ ኣብ ምሳሌ እተነግረ እንታይ ኢሉና? እቲ ከም ውሉድ ገይሩ ወደየ እግዚኣብሄር ነቲ ዘፍቅሮ ይቐጽዖ እዩ እሞ፣ ነጸበሎ ዘበለ እውን ውሉድ ይገርፎ። ስለዚ ቅጽዓት ጐይታ እንታይ ትግበር? ኣይትንዓቕ። ተገናሕካ እውን ሕልናኻ ኣይተዕረብ ኢሉ ዝዛረበኩም ዘሎ ምዕዶ ኸኣ ረሲዖሞ ኣሎ። እም፣ እግዚኣብሄር ከመይ ገይሩ እዩ ዝቐጽዕ? እግዚኣብሄር ከመይ ገይሩ እዩ ዝቐጽዕ? መቸስ ኣብ ኣእምሮና ኢሚድየትሊ እሚደ ስለ ዝመጽእ እንታይ እዩ መቅጻዕቲ ክበሃል ከሎ እንታይ ዝመጽእ ምሕረት ኣይመጽእ መቅጻዕቲ ክበሃል ከሎ ትመጽእ እንታይ በትሪ እያ ትመጽእ ማህረምቲ እያ ማህረምቲ ደልኪ እዎ ማህረምቲ እያ ትመጽእ ምክንያቱ እቲ ቋንቋና እዩ ክሳይ ኮይኑ ድኻ ኮይኑ ዘሎ ማለት እዩ ኣብዚ እምበሪ ዲስፕሊን እቲ ዝዓበየ ነገር እዩ ዲስፕሊን ዝብል ቃል እዩ ዘሎ እዚ ስለ እግዚኣብሔር ዲስፕሊን ይገብረና ዘሎ ዲስፕሊን ዝገብረካ ነገርካ እንታይ እዩ ንሓደ ነገር እንታይ ክትከውን ፈሊጥካዮ ብኡ ኸ እንታይ ክትከውን ክትምራሕ መምርሒኻ እንታይ ትገብሮ መምርሒኻ ክትገብሮ ብኡ ኸ እንታይ ክትከውን ክትነብር እዚ እዩ ናይ እግዚኣብሔር ሓሳብ ስለዚ እግዚኣብሔር ነዘፍቅሮ እንታይ ገብሮ እዩ ይቐፀዑ እዩ ወይ ከዓ ዲስፕሊን ይገብሮ እሞ እንታይ ትኹን ኣይትመረር ነዚ ቀበሎ ውን ውሉድ እንታይ ገብሮ ይገርፎ እዩ እታ መግረፍቲ ግን እንታይ ኣላታ ፓኒሽመንት እያ ስያ ቻስታይ ኣላ ማለት እዩ እግዚኣብሔር ሓደ ሓደ ግዜ ሕጂ መብዛሕትኡ ግዜ እንታይ ንብል ሕጂ ካብኡ እንታይ ገይረ ኸውን ከምኡ ሃገሩ እቲ ኣምላኽ መሓረኒ ባ እቲ ሓጢኣተይ ኣርእየኒ ኢና ንብል ኣይኮነ እንታይ ኢና ንብል እግዚኣብሄር ከም ፈዳሒና ኢና ንሪኦ ወይ ካንኻ ሓሪቑኡ ከምቱ ንሕና ሓሪቕና ከምኡ እና ንፈልጥ ሓሪቕና ንደቅና ንሃርሞም ገለ እግዚኣብሄር ካም እግዚኣብሄር ኣብ ሕርቃኑ ኣይብጽሕኩም እግዚኣብሄር እንተሓሪቑ ተወዲኡ ህይወት ዝበሃል ከማን ኣይህሉን እግዚኣብሄር ግና ዝሓርቕ ኣምላኽ ይኹነን እግዚኣብሄር ግና እንታይ እዩ ፍቕሪ እዩ ኣምላኽ ባራ እግዚኣብሄር ግና እንታይ እዩ ዓቃል እዩ እግዚኣብሄር ግና ጽበ ኣምላኽ እዩ ግን ንውላዶ እንታይ ገብር ደልዮ ዲስፕሊን ገብሮ ምስማዕ እንተሲኑ ግና እንታይ ገብሮ ቁንጡ ዘብል ሕርር ዘብል ነገር ገብረሉ እግዚኣብሔር ማለት እዩ እግዚኣብሔር ኣምላኽና እምባረ ጭዋ ኣምላኽ እዩ ጭዋ ሰብ ድበሃል ጭዋ ኣምላኽና ኣምላኽ ፍጹም ኣምላኽ እዩ በቃ ተመህሎ ኢና ስለዚ እንታይ ኢልዎ ከም ውሉድ ግና እንታይ ትግበሮ ነቲ እግዚኣብሔር ዝገብሮ ዘሎ እንታይ ገበሮ ኣይትንዓቁ ኣይትንዓቁ ሕልናኻ እውን ተገር ኣይትዕረብ ሓደ ሓደ ግዜ ብሓውኻ ገይሩ እዩ ዝመፀካ ብሓውኻ ገይሩ እንታይ ገብረካ ብሓብትኻ ገይሩ እንታይ ምጣልካ ቀጫውጨው ዘብል ንምንታይ ከም ትብለ ንምንታይ ከም ዝብለ ንመፅእ ግን ዝገርመኩ ነገር እግዚኣብሔር እንታይ ገብረልና ድ ስለ ድለዮ ከዕብየና ስለ ድለ ቻለንጅድ ኮይና ክንዓቢ ስለ ዝደሊ እግዚኣብሔር ኣምላኽ ባረኽ ስለዚ ጳውሎስ እንታይ ኢሉ ኣሎ ብዛዕባ እዚ መቕጻዕቲ እንታይ ኢሉ ንወለድኩም እንታይ ኢሎም ኣብ ኤሰን ክጽሕፍ ከሎ እንታይ ግበርዎም ብተግሳጽ ደኣ ማእዶ እምበሪ እንታይ ድግበሩ ኣይተኾርይዎም ካሎ እግዚኣብሄር ምኹራይና ኣይኮነን ትቐፅዓና ስለምንታይ መቕፃዕቲ ንዝብል ሕቶ ግን ክምልሶ ግባኣኒ ሓቀይ ዶ እንታይ ኢለኩም ምሳሌ እንደገና ዕስራን ሰለስተን ዓሰርተ ሰለስተ ክሳዕ ዓሰርተ ኣርባዕተ ቆልዓ ብሸበጥ ተገርፍካዮ ኣይመውትን እዩ እሞ ብዘይ መቅጻዕቲ እንታይ ትግበር ኣይትግደፎ ኢሉ ብሸቦጥ ትገርፎ እሞ ነፍሱ እንታይ ትገብራ ካብ እንታይ ተድሕና ኢሉ ካብ ሲኦል ተድሕና አዎ ስለዚህ አውትካም ኣሎ ውጽኢት ኣሎ እግዚኣብሄር ንዝገብሮ ነገር ኣቐዲሙ ዝርኢ ኣምላኽ ስለ ዝኾነ ኣብኡ ከይትኣቱ ስለ ዝደልየካ እዩ። ኣምላኽና ብዛዕባ ሲኦል ብዛዕባ ናይ ዘላለም ስቓይ ጥራሕ እዩ ዝሓዝን ምክንያቱ ንዓይን ንዓኹም ተባሂሉ ንሱ ኣይተፈጥረን። ነቲ ዓማጺ ዝኾነ ዲያብሎስ ፈቲና ጥራሕ ምስኡ እንተኣተና ግና ወይለና እምበኣር እግዚኣብሄር እንታይ እዩ ናብኡ ከይንኣቱ እዩ ኣቐዲሙ እንታይ ዝገብረና ዝቐጽዓና ማለት እዩ ስለዚ እንታይ ብላ ኣሎ እዚ ናይ እግዚኣብሔር ሰብ ንቆልዓ ብሸቦጥ ተገረፍካዮ ኣይመውትን እዩ እሞ ብዘይ መቕፃዕቲ እንታይ ግበር ኣይትግደፎ እዩ ምስ በለ ብሸቦጥ ትገርፎ እሞ ነፍሱ እንታይ ኢልዋ ካብ ሲኦል ተድሕና ሓሳብ እግዚኣብሔር እዚ ዳዊት ከዓ መዝሙር እንታይ ኢሉ ኣሎ ተስዓን ኣርባዕተን ካብ ዓሰርተ ክልተ ክሳዕ ዓሰርተ ሰለስተ ዘሎ እንታይ ኢሉ ኣሎ ወእግዚኣብሔር ጉድጓድ ንረሲእ ክሳዕ ዝኳት እቲ ካብ መዓልቲ መከራ ክትሕድኦ ኢልካ እትቐጽዖን ወይ ከኣ ዲሲፕሊን ትገብሮ ብሕግኻ እትምህሮን ሰብስ ብጹእ ኢሉ ኣምላኽ ባራ ካብ ምንታይ ከተድሕኖ ኢሉ ካብ ምንታይ ካብ መዓልቲ መከራ ካብ መዓልቲ መከራ ክተድሕኑ ኢልካ ስንታይ ትገብሮ ዲሲፕሊን ትገብሮ ሰብ ስንታይ ብፅእ ኣምላኽ ባረኽ ያ ብጹእ እዩ ከምኡ ይሕሸኒ ከምኡ ይሕሸኩም ያ ወላ መሪሩና ነይሩ እኳ እንተኾነሲ እቲ ዝሓለፍናዮ እቶም ወለድና ዝገበሮ ዲስፕሊን ተገብረ ነገር ንጥቕምና እዩ ኮይኑ ኣምላኽ ባራ ስለዚ እግዚኣብሔር ሓደ ሓደ ግዜ ኣይንመረር እዩ ዝብለሉ ኣይንመረር እዩ ዝብለሉ ቃል ኣምላኩ ኣነ ኮንኩ ዝብለሉ ቃል ኣምላኩ እዩ ኣይንመረር በቲ ንሓልፎ ዘለና ሲ እግዚኣብሔር ንዕላማ ብሓሳቡ ብፍቓዱ መደቡ ምንታን ክንዓቢ መወዳእታና ስለ ዝርኢ ናብኡ ከጸብቐልና ኢሉ እግዚኣብሔር ኣምላኽ ዝገብሮ ዘሎ ይብለና ዘሎ ስለዚ እንሓልፎ ዘለና ሎሚ ብምንታይ ከም ትሓልፎ ኣይፈልጥን እየ እስከ እዚ እዚ ናብራ እዚ ክንዲ እቲ ምሕጻሩ ክንዱ ዝኣክል ከዓ ዕጽፍን ዕስን ድርብን መከራ ኣለዎ ኣገዳሲ ኣይኮነ ግና ንምንታይ እዩ ንዝብል ሕቶ ከይንጠፍእ ንዝብል ሕቶ መልስና ኣሎ ድሓር ካብኡ ሓሊፉ ካ እንታይ ይብለና ኣሎ ንምስሊ ወዱ ክንመስል ኣኪዶ እንታይ ንምስሊ መን ወዱ ስለዚ ዘርና ዘርና ኩልሃንስ ኣበይ ክንኣቱ ዝደሊ ዘሎ እግዚኣብሔር ኣብ ወዱ ንወዱ ዋ ከምዚ ኣምሰለ ኣምላኽና ሪእኹም ጀለስ ኣምላኽ ኣይኮነ ቀና ኣምላኽ ኣይኮነ ጀለስ ኣይኮነ ስሱ ኣምላኽ ኣይኮነ የሱስ ካብ ባዕሉ እንታይ ኣሎ ኣሕዋተይ ኣሕዋቱ ክንከውን መሪፁና ኣይገርመኩምን ያ እምበኣረይ ዕላማ እግዚኣብሔር ኣምላኽ ሓሳብ እግዚኣብሔር ኣምላኽ እንታይ እዩ ንሕና እንታይ ንኸውን ንወዱ ነቲ ሓደ ነቲ እንኮ እንታይ ንገብር ክንመስል እዩ ስለዚ ብዝሓለፍካ ሕለፍ ኣማኒ ብዘየገድስ ናትካ ደስኒ መወዳታ መብፅሒትካ ትበፅሓሉ ኣበይ ማለት እዩ ኢየሱስ መስል ላባራ ዋው ክጥዕም ኢየሱስ ምምሳል ዋው ኣረ ከምዚ ንዓይ ተረድኡኒ ዘሎ እንተተረዲእኩም ናይ ሓቂ ሓጎስ ክመልእ ልብኹም ስለዚ እምባረ ንወዱ ክትመስል እንተ ኮንካ ዘይጠቕመካ ነገር ኩሉ ካባኻ እንታይ ከውን ኣለዎ ክርግፍ ኣለዎ ኣምላኽ ባራ ከይ ማለት እዩ

ንዳዊት ዝመስል ዝጸርብ ሓደ ጸራባይ እንተ ዘሎ ክመጽእ ከሎ እቲ ዝጽረብ እንታይ ኮይኑ ዝመጽእ ጉንዲ ኮይኑ ዝመጽእ ዋላ ሓንቲ ምንም ዝረኣይ ነገር የብሉን እቲ ጸራባይ ግና እንታይ ይርኢ ኣሎ ንዳዊት ዝርኢ ዘሎ ኣርሒቑ ንዳዊት ዝመስል ዳዊት እኳ ዘይኮነስ ንዳዊት ዝመስል ዳዊት እኳ ክርስቶስ እንዲጸሪዎ እንታዩ ዝመስል ዘሎ ስለዚ ተገብር ኣሎ እዚ ጉንዲ ሰለ ዝመስል ካብዚ እንተ ገሩ ከገብር ኣሎ ነቲ ዘየድሊ እንታ ገብረ እዩ ካብቲ ዳዊት ዘየድሊ ነገር እንታ ገብረ ቆርፀ በዝኻ ኮሙ በዝኻ ኮሙ በቲ ኮሙ እንዳበለ ንኩሉ ቆራሪፁ እንታ ገብረ እዩ ዳዊት ዝመስል ስለዚ ካባኻ ክውሰድ ዘለዎ ነገር ታንኪ ዳዊት ሓወይ እግዚኣብሔር ባርካ ኣብዛ ቅድሚ ስለ ዝኾንካ ክብሪ ንኣምላኽ ይኹን ኩሉ ግዜ መሳበክቲ ኢና ክንዘኻኸር ኢና ርኢኻ እቲ ካብዚ ዳዊት ዘየድሊ ነገር እንታይ ገብሩ እግዚኣብሔር ማለት እዩ ቅርጺ ድሓር ክውዳእ ከሎ ዋው ዝብል ትወጽእ ጸራብ እምኒ እንተኮይኑ እውን ከም እምኒ ዘውጽእ እንተ ዝወቅር እንተ ኮይኑ ክወቃራ እንታይ ገብር ማለት እዩ ነቲ ዘየድሊ እምኒ እንታይ ገብረ እዩ ካብዚ እንታይ ክተውፅእ ኢኻ እንተልካ ንሰብ እንታይ ካብዚ እንታይ ክተውፅእ ኢኻ ኣብ ውሽጡ ዝነ እንታይ ኣሎ እምበር ኣምላኽ ሰማይ ክሰርሓካ ኢሉ እዩ ጎይታ ይባረክ ክሰርሓኪ ኢሉ እዩ ከም ዝገብር ዘሎ በዚ ተሓልፎ ዘለኻሲ ኣይትመረር ምክንያቱ ነቲ ዘየድልየካ ነገር ንዓኻ ዘይጠቅም ነገር ንዓኻ ዘይመስል ደየጸብቐካ ነገር እንታይ ገብር ካባኻ ከልግሶ ምስለ ኣርኣዩ ክትለብስ ነቲ ክቡር ወዱ የሱስ ክርስቶስ መስል ዝደለካ እንታይ ገብር ኣሎ ይችዝልታው ትዝላው ትገብሩ እግዚኣብሔር ኣምላክ ባረኽ እዚ ኣይትመረር ጐይታየ፣ ቀጻዕካኒ፣ ግናኸ ብልክዕ ደኣ ኢልዎ። ዳዊት እንድዩ ምስኪናይ ኣዚኑኒ ፈሪሑ'ዩ ማለት እንድዩ ፈሪሑ ራዕራዕ ኢሉ ኣሎ ማለት እዩ ዳዊት። ከምኡ እንድዩ ጐይታየ እንታይ ኢልዎ? ቅጽዓኒ ኢሉ፣ ግና ብልክዕ ደኣ ንምንታይ ምንቲ ከተጥፍኣንስ ብቑጥዓኻ ኣይኮነን ኢልዎ። እዚ መን ሽሙ ኤርምያስ እዩ እዚ ከምዚ ዘሎ ሶሪ ዓስራይ ምዕራፍ ቁጽሪ ዕስራን ኣርባዕተን መዝሙር ግና እንታይ ኢሉ ዳዊት ኣብ ሚእትን ዓሰርተ ሸሞንተን ዓሰርተ ሸሞንተ እንታይ ኢሉ እግዚኣብሔር ኣዝዩ ቀጽዓኒ ሞት ግና እንታይ ገበረ ኣይወፈየንን ኣሜን እግዚኣብሔር ይባረኽ እግዚኣብሔር ዓብዪ ኣምላኽ እ፣ መቼስ ሕጂ ኣብዚ እንትትሃቱ ብዙሓት ወታደራት ዝነበርኩም ኣለኹም ኣብ ማእኸልና ርግፀኛ እየ ብዙሕ ታዕሊም ጋማን ዝለመድኩም ኣገ ዶ ትፈልጡ ኮማንዶታት እውን ትህሉ ትኾኑ ኣምላኽ ባረኽ ሃገር ስለ ዘገልገልኩም እግዚኣብሔር ኣምላኽ ባረኽ ሃገር ገመግልጋል ጣዕሚ ጽቡቕ ነገር እዩ ደስ ዝብል ግን ብኡ ንክትሓልፉ ከለኹም ቀሊል ነገር ዶ ነይሩ ኣይ ቲንክ እዚኣ ናይ ጣዕሚ ኮነ ንስኹም ናይ ጣዕሚ ከያ ምስለኒ ሃገ ናይ ጣዕሚ ከያ ንኡ ያ ቀሊል ኣይነበረን ግን እንታይ እዩ እቲ ዕላማ እንታይ ዕላምኡ እንተ ኢልናዮ እቲ ዝዓለመ እንታይ እዩ ፃላኣ የሎ እሞ እንታይ ክትከውን ኢኻ ተዳሎ እዩ እግዚኣብሄር በቲ ንሓልፎ ነገር ዘዳለወና ነገር እንታይ እዩ ሓደ ስፖርተኛ ክንምንታይ ዝሓልፍ ክንምንታይ ፃዕሪ ዘለዎ ኣርብዓ ኪሎ ሜትር ክጎይ እንተ ኮይኑ ሲ ኣነ ሕጂ ኣርብዓ ኪሎ ሜትር ኮይኑ ክልተ ኪሎ ሜትር ከማን ነዊሕ ይኸይድ እዩ ሶሪ ሓደ ሽዱሽተ ማይል ሓሙሽተ ማይልስ ይኸይድ እዩ ሓደ ሓደ ግዜ ካብኡ እውን ዝያዳ ይኸይድ ዓሰርተ ማይል ዝኸድኩሉ መዓልቲ ኣሎ ግን ከምቲ እንታይ በልኩ እየ ዝኸይድ ብሰዓት ክልተ ሰዓት ብፃሕ ኣይኮነን ክበፅሕ እንተ ኮይነ እንታይ እዩ ፀዓት ኣሎ ብዙሕ ዝድከም ነገር ኣሎ ማለት እዩ ስለዚ እግዚኣብሄር ክንዓቢ ስለ ዝደልየና ንምስሊ ወዱ ከኣ ስለ ዝመስል ክንመስል ስለ ደልየና እንታይ ይገብር ኣሎ ማለት እግዚኣብሄር ኩሉ ግዜ እንታይ ይገብረና የሰልጥነና ኣሎ ድሓን ኣብኡ ከቋርፀ እየ እብራውያን ሓሙሻይ ምዕራፍ ካብ ቁጽሪ ሸውዓተን ሸሞንተን እንተሪኢኹሞ ኣውጻኣዮ እሞ ንሳ ክጸልዩ ዝኽእሉ ዕብራውያን ሓሙሻይ ምዕራፍ ሸሞንተ ክሳዕ ሸውዓተ ክሳዕ ሸሞንተ ዘላ ጥቕሲ ትወጽኢኻ እያ ኣንብባ ኦኬ እንታይ ኢልዎ እብራውያን እሱ ኢሉ ብዘመን ስግኡ ከሎ ብርቱ ዓውያትን ንብዓትን ብዛዕባ መን ይዛረብ ዘሎ ብዛዕባ ክርስቶስ እሞ ካባና ካብ ክርስቶስ ዝበልጽ መን ኣሎ? ኣሎ ደኹን? እንታይ ኮን ተረኺብዎ ዳዩ? እንታይ ኮን ተረኺብዎ? ወላ ኣንቲ ተረኽቦን ግን ብከምዚ ሓሊፍ ሓቀዶ ዋይ ሰብ ስለ ዝኾነ ካብዚ ግና ክወፅእ እዩ ኣምላኽ ባረኽ ፊልጵ ከርኩም ኣንብቦ ካልኣይ ምዕራፍ ካብ ክብሪ እንታይ ኮይኑ ናብ ክብሪ ምፃ ኣይኮነን ካብ ስም ኩሉ ዝለዓለ ስም እንታይ ካብ ስም ኩሉ ኣዎ ኣምላኽ ብዛዕባኡ እዩ ዝርኢ ዘሎ ብዛዕባ ሕጂ ትሓልፎ ዘለካ ኣይኮነን ዝሓልፍ ዘሎ እዮብ ከዓ እንታይ ኢሉ ድሓር ኣብ መወዳት እንታይ ኢሉ ነዚ ርእየኒስ እንታይ ኢሉ ርህይ ኢሉ ኣደ ስማዓኢልካ እንታይ ኢላ እንታይ ኢላ እቲ ዝርአ ንዝርእየዮ ኢላ ንሳ ከዓ ሪኢኹም ዶ እግዚኣብሄር ብዝኾነ ነገር ዘሕልፈና ኣብዚ ዘለናዮ እዋን ስለምንታይ ይመስለኩም? ክንዓቢ ስለ ዝደለየና ክንሪኦ ስለ ዝደለየና ምላኽ ባረኽ እግዚኣብሄር ይባረኩም ስለ ዝሰማዕኹምኒ የመስግን ንሓዙ እዚ ቃል እዚ ይጠቕመና እዩ ውሉድን ወላድን እንዲና ርኢና ኣምላኽና እንታይ ኣይኮነን ኢልናዮ ኣቦሓጎ ኣይኮነን ኣምላኽና እንታይ ዝርኢ እዩ? ዘለኣለም ዝርኢ ኣምላኽ እዩ። ዘለኣለም ክንርኢ ስለ ዝኾነ ክቐርጸና፣ ከጸብቐና፣ ንምስሊ ወዱ ኢየሱስ ክርስቶስ ክንመስለሉ፣ ንኢየሱስ ክንመስለሉ እዩ ደልየና። ንሱ ከዓ እንታይ ኢሉ? ብኩሉ ነገር እንታይ ኮኑ? ተኣዘዘ ኢሉ ኣምላኽ ባረኽ። ንሕና እውን እዙታት ክንከውን ደልየና ኣምላኽ ባረኽ። ንጸልይ። ነዚ የሱስ እዚ ጎይታን ኣምላኽን ዘይገበሮ ሰብ እንተ ኣሎ ኮይኑ ሎም መዓልቲ እዚ ዕድል ክንህብ እዩ። የሱስ ክርስቶስ ጎይታ እዩ። ብጎይትነት የሱስ ክርስቶስ ዘይምራሕ ሰብ እንተ ኣሎ ኮይኑ ጎይ የሱስ ክርስቶስ ጎይትኡ ዘይኮነ ሰብ እንተ ኣሎ ኮይኑ ናይ ብሓቂ እዚ ዕድል እዚ ሎሚ ኣሎ። ንየሱስ ቅበሎ መራሕየ እገብሮ ደልየ ዝብል ሰብ እንተ ኣሎ ኮይኑ እዚ ዕድል እዚ ከይተሓተትና ክንሓልፍ ኣይደልን እየ። ኩላና እንዳጸለና ኮይና ነዚ ጎይታ እዚ ኣነ መራሒ እገብሮ ደልየ ጽቡቅ ማረይ ንምስሊ ኣርኣያ ኮንኩም ተጸዊዕና ኣለና ጎይታ ይባረኽ። ጎይታ ኣምላኸይ የመስግነካ ኣለኹ ስለ ዝነበርና ግዜ ክትባርኸና ከተዕብየና ከኣ ስለ ዝፈተኻ ስምካ ካብ ዘለኣለም ንዘለዓለም ልዕል ይበል ክብርኻ ከኣ እግዚኣብሔር ኣምላኸይ ንኹሉ ህዝቢ ይኹነልና ኣምላኸይ ይፍሰሰልና ይፍሰሰልና ክብርኻ ኣባና ይረኤ ንሕና እውን እሙናት ኮይና ክንነብር ርድኣና ንቓልካ እግዚኣብሔር ኣምላኸይ ኣፍርዮ ስለ ኢየሱስ ክርስቶስ ስም ኣሜን። ሓውና ዘልኣለም ናብዚ ጽቡቕ ስራሕ ኣለና ከኣ ኣስልጠካ ስምካ ካብ ዘልኣለም ዘልዓለም ልዕል ይበል ክብርካ ከኣ እግዚኣብሔር ኣምላክ